ሰላም ኣብ ናይ ሎሚ ቪድዮ ናብ ጣዕሚ ዘራርብ ዘሎ ግብጽን ኤርትራን ንሓበራዊ ዘውጽኦ መግለጺ። ኤርትራን ግብጽን ንሱዳንን ቀይሕ ባሕርን ኣመልኪተን ሓበራዊ መርገጺ ኣዊጀን ኣለዋ።
ከምኡውን ብጣዕሚ ዘራርብ ዘሎ ጠቅላይ ሚኒስተር ኣቢይ ኣሕመድ ብዛዓባ ቀይሕ ባሕሪ ኣልዒሉ ዝተዛረቦ። ቀዳም ስር ኢትዮጵያ ኣቢይ ኣሕመድ ካብ ባሕሪ ርሒቅካ ምንባር ኣይከኣልን ክብል ተዛሪቡ። ብዛዕባ ርክብ ትግራይን ኤርትራን ኣብዚ ሕዚ ሰዓት ካብ መራሕቲ ትግራይ መልሲ እንዳተዋህበ እዩ ዝርከብ። ርክብ ህዝብን ህዝቢ ዝምልከት ኮይኑ ዝጠናኸር እምበር ንድሕሪት ዝምለስ ሰላማው ርክብ ህዝብን ህዝቢ የለን ክብል እዩ። ልዕሊ ኤርትራ ንንውሕ ዝበለ ዓመታት ዝተገበረ ኣገዳ ንክላዕለላ ብመራሕቲ ኤርትራ ኣብዚ ሕዚ ሰዓት ዝተፈላለየ ሕቶታት እንዳቐረቡ እዮም ዝርከቡ ዘለዉ። ብሻዕብያ ዝምራሕ መንግስቲ ኤርትራ ዝተነበረሉ ኩለመዳይ ዓለምለኸ እገዳ ክለዓል ማሕጽንታ ኣቕሪቦም። እዚኦምን ካልኦትን ሓደሽቲ ሓበሬታታት ሒዘልኩም ቀሪበ ኣለኹ። ክሳዕ መወዳእታ እዚ ቪድዮ ዝሓብርኩም ንጽንሑ። ነዚ ቪድዮ እዚ ኩላህና ላይክ ምግባር ንጀምሮ። ንቐጽል። ሸፍታ ኣታኽልቲ ቀዳማይ ቪድዮና ማለት እዩ። ልኡኻት ኤርትራ ናብ ግብጺ ከም ዝኣተው እንዳተሓበረ ነይሩ። ኣብዚ ሕዚ ሰዓት ከኣ ካብ ውሽጢ ዓዲ እዚ ሓበሬታ እዚ እንዳወጸ እዩ ዝርከብ ዘሎ። እስከ ቀጺልና ንስማዓዮ። ዝርዝር ዜና።
ብሓላፊ ቁጠባዊ ጉዳያት ህግደፍ ኣቶ ሓጎስ ገብሪሂወትን ሚኒስተር ንግድን ኢንዱስትሪን ኣቶ ነስረዲን ሳልሕን ዝቖመ ላዕለዋይ ልኡኽ መንግስቲ ኤርትራ ብዝተገብረሉ ዕድመ መሰረት ኣብ ግብጺ ወግዓዊ ምብጻሕ ይፍጽም ኣሎ። እቲ ልኡኽ ትማሊ ዓሰርተ ሰለስተ ሚያዝያ ኣብ ካይሮ ምስ ሚኒስተር ጉዳያት ወጻኢ ዶክተር በድር ዓብደልዓጢን ሚኒስትር ወፍርን ናይ ወጻኢ ንግድን ዶክተር መሓመድ ፍሪድ ሳልሕን ኣብ ዝገበሮ ርክብ ኣብ መንጎ ኤርትራን ግብጽን ዘሎ ቁጠባዊ ዝምድና ንምሕያል ዘትዮም። ኣብቲ ዘተ ኣብ ዝተፈላለየ ጉዳያት ኣብ ናይ ሓባር መረዳእታ ተበጺሑ ኣሎ። ቋሚ ልኡኽ ኤርትራ ኣብዚ ናይ ሰለስተ መዓልታት ናይ ግብጺ ዑደቱ ምስ ዝተፈላለዩ ሚኒስትራትን ሓለፍቲ ኩባንያታትን በብጽላቱ ክዘራረብ እዩ። ኣሸብፍ ታተኸልቲ ከም ዝሰማዕክሞ ማለት እዩ እዚ ሓበሬታ እዚ ልኡኻት ኤርትራ ናብ ግብጺ ከም ዝኣተው ኣብዚ ሕዚ ሰዓት ተረጋጊጹ እዩ ዝርከብ ዘሎ ማለት እዩ ምስ ዘተሓይዙ ድማ ዝተፈላለዩ ሓበሬታታት እንዳውጽኡ እዮም ዝርከብ ዘለዉ ሕጂ ኣብ ግብጺ ምብጻሕ ዘካይድ ዘሎ ብሓላፊ ቁጠባዊ ጉዳያት ህግደፍ ሓጎስ ገብሪሂወት ዝምራሕ ጉጅለ ልኡኽ ኤርትራ ምስ ዝተፈላለዩ መራሕቲ እታ ሃገር ብምርኻብ ይዘራረብ ከምዘሎ ይግለጽ። ኣብቲ ምስ ሚኒስትሪ ጉዳያት ወጻኢ ባድር ዓብደልዓጢ ዝተኻየደ ርክብ፣ እታ ዓረባዊት ሃገር ንኤርትራ ዘለዋ ደገፍ ደጊማ ኣረጋጊጻ'ላ። ብወገን ካይሮ ዝወጽእ ዜና ከምዘነጽሮ፣ ክልቲኣን ሃገራት ስትራተጂያዊ ዝምድና ኣለወን ክብል እቲ ግብጻዊ ሚኒስተር ከምዝተዛረበ'ውን ይጥቀስ። ግብጺ ንልኡላውነት፣ ሓድነትን ጸጥታ ግዝኣታዊ መሬት ኤርትራ ምሉእ ደገፍ ከምዘለዋ ኣስሚርሉ ይብል እቲ ብሚኒስትሪ ወፍሪን ንግድን ወጻእን እታ ሃገር ዝወጸ መግለጺ። ኣብ መንጎ ኢትዮጵያን ኤርትራን ብሰንኪ ጉዳይ ናይቲ ኣዲስ ኣበባ ብቐጻሊ ተልዕሎ ዘላ መሰል ዋንነት ኣፍደገ ባሕርን ወደብን ወጥሪ ሰፊንሉ ኣብ ዘሎ ዘሎ ኣብ ዘለወሉ እዋን'ያ ካይሮ ነዚ መግለጺ ትህብ ዘላ። ቀዳማይ ሚኒስተር ኣብይ ኣሕመድ፣ ፊልድ ማርሻል ብርሃኑ ጁላን ፕረዚደንት ታዬ ኣጽቀስላሴን ዝርከብዎም ሲቪላውያን ወተሃደራውያን መራሕቲ ኢትዮጵያ፣ ኤርትራ ኣብ ሽሕን ትሽዓተ ሚእትን ተስዓን ሓደን ከምኡውን ኣብ ሽሕን ትሽዓተ ሚእትን ተስዓን ሰለስተን ሓርነታን ናጽነታን ኣብ ዝኣወጀትሉ እዋን ኣብ ልዕሊ ሃገሮም ጥልመት ከም ዝተፈጸመ እዮም ዝኸሱ። ኤርትራ ኣብ ግንቦት ሽሕን ትሽዓተ ሚእትን ተስዓን ሰለስተን ናጽነታን ልእላውነታን ኣብ ዝኣወጀትሉ ብህወሓት ዝምራሕ መሰጋገሪ መንግስቲ ኢትዮጵያ ምሉእ ኣፍልጦ ከም ዝሃባ ይፍለጥ። ኢህወደግ እንተወሓደ ንወደብ ዓሰብ ንምውናን ክከራኸር ይኽእል ነይሩ'ዩ ብምባል'ዮም ዝምጉቱ። ኣስመራ ነዚ ኣብ ዝሓለፈ ሰለስተ ዓመታት ብወገን ኣዲስ ኣበባ ዝቃላሕ ዘሎ ጠለባት ኣፍደገ ባሕሪ ኣዋጅ ኲናት ብምባል'ያ ትነቕፎ። ኣሹ እፍቶ ኣትክልቲ ካብዚ ክንቅጽል ከለና ማለት እዩ ኢትዮጵያ ከም ዝፍለጥ ጉዳይ ባሕሪ ልኣላውነት ብዛዕባ ኣብ ኤርትራ ዘሎ እንዳልዐለት እያ ትርከብ ዘላ ነዚ ድማ ሓደ ሓደ ዲፕሎማሰኛታት እንዳደገፍዎ እዮም ዝርከብ ዘለዉ ናይ ኤርትራ ባሕሪ ንኢትዮጵያ ይምልከታ እዮም ዝብላ ሓደ ሓደ ዲፕሎማሰኛታት ናተሶም እዮም ዝርከቡ ዘለዉ ማለት እዩ ጉዳይ ምርካብ ምላሽ ሕቶ ኣፍደገ ባሕሪ ኢትዮጵያ ምኽንያታዊ'ዩ ክብል ኣባል ፓርላማ ኣውሮፓ ቲየር ማሪያኒ ገሊጾም። ኣብ መበል ራብዓይ መድረኽ ዘተ ቀይሕ ባሕርን ባሕረ ስላጤን ኢንስቲትዩት ጉዳያት ወጻኢ ዝተረኸበ ኣባል ፓርላማ ኣውሮፓ ቴሪ ማሪያኒ ንኢዜኣ ከመዝበሎ፣ ጉዳይ ምርካብ ምላሽ ሕቶ ኣፍደገ ባሕሪ ኢትዮጵያ ምኽንያታዊ ክብል ገሊጽዋ። ከም ባብ ኤል መንደብ ዝበሉ ጸበብቲ መተሓላለፊ ባሕሪ ብምዕጻዎም ኣብ ቀረብ ነዳድን መዳበርያን ኣውሮፓ ልዑል ጽልዋ እናሕደሩ እዮም ኢሉ። ኢትዮጵያ ኣብዚ ስትራቴጂካዊ ዞባ እትርከብ ቁልፊ ሃገር ከም ዝኾነት እውን ሓቢሩ። ኣብ ስምምዕነት ሕጊ ባሕሪ ሕድሕድ ሃገር በሪ ባሕሪ ክህልዋ ከም ዝግባእ ብግልጺ ከም ዝተቐመጠ ኣረዲኦ ኣሎ። ኣውሮፓ ኣብቲ ዞባ ዘላቒ ሰላም ንክህሉ ልዑል ድልየት ከም ዘለዋ ዝገለጸ እቲ ኣባል ፓርላማ ኣውሮፓ ነዚ ድማ ምርካብ በሪ ባሕሪ ኢትዮጵያ ምኽንያታዊ ጉዳይ ክብል ኣመላኺቱ ኣሎ። እዚ ድማ ንኢትዮጵያ ጥራይ ዘይኮነስ እቲ ዞባ ንምርግጋእን ድሕንነት ዓለም ለኸ መስመራት ንግዲ ንምርግጋፅን ወሳኒ ከምዝኾነ ተዛሪቦም። ኢትዮጵያ ኣብ ኣፍሪካ ብበዝሒ ህዝቢ ኣብ ቅድሚት ካብ ዘለዋ ሃገራት እታ ሓንቲ ኮይና ዋና መቐመጢት ሕብረት ኣፍሪካ ብምዃና በሪ ባሕሪ ዘይምህላዋ ምኽንያታዊ ኣይኮነን ክብል ገሊፁ'ሎ። እሺ ከም ትሰምዖም ዘለኹ ማለት እዩ ኣብዛ ሰዓት ከምዚ ዓይነት ሓበሬታታት እንዳውጽኡ እዮም ዝርከብ ዘለዉ ሓደ ሓደ ዲፕሎመሰኛታት ውን እንዳደገፉ እዮም ዝርከብ ዘለዉ እዚ ሕቶታት ማለት እዩ እስኪ ካብዚ ምቕጻል ድማ ኤርትራ ንንውሕ ዝበለ ዓመታት ዝተቐመጠ ኣገዳ ማለት እዩ ክለዓለላ ዝተፈላለዩ ሕቶታት ተቕርበላ እንዳተባህለ እዩ ዝርከብ ዘሎ ብሻዕብያ ዝምራሕ መንግስቲ ኤርትራ ዝተነበረሉ ኩለመዳይ ዓለምለኸ እገዳ ክለዓል ምሕጽንታ ኣቕሪቦም። ኣብ ጀኔቫ ስዊዘርላንድ ኣብ ዝተኻየደ ህግራዊ ዋዕላ ሰብኣዊ መሰላትን ጽልዋ እገዳን ዝተሳተፈ ሚኒስተር ጉዳያት ወጻኢ ኤርትራ ዓስማን ሳልሕ፣ ኤርትራ ካብ ክልተ ሽሕን ትሽዓተን ክሳብ ክልተ ሽሕን ዓሰርተ ሸሞንተን ኣቆጻጽራ ኣውሮፓ ብዘይ ዝኾነ ጭቡጥ መርትዖ ብዝኾነ ፖለቲካዊ ውሳነ ብባይቶ ጸጥታ ሕቡራት ሃገራት ዝተገበረ እገዳ ከመዝነበረት ዘዘኻኸረ እቲ ሚኒስተር እዚ እገዳ ምስተልዓለ እውን እንተኾነ እታ ሃገር ብጸለውቲ ሃገራት ምዕራባውያን ዝተገበረ ተደራራቢ ሓደ ወገን እገዳ ክሳብ ሐዚ ካብ ህግራዊ ስርዓት እቲ ፋይናንስ ተነጺላ ከም ዘላ ኣብሪሀላ። ሸፍ ሳውት ኻልቲ ካብ ዝመቅጻል ማለት እዩ ኣብዚ ሕዚ ሰዓት ናይ ትግራይ ህልው ኩነታት ብጣዕሚ ኣስጋኢ ኾይኑ እዩ ዝርከብ ዘሎ ማለት እዩ ንብዙሓት ሰባት እውን ኣካታዒ ጉዳይ ኾይኑ እዩ ዝርከብ ዘሎ ማለት እዩ እሱይ እቲ ዋና ኣካታዒ ጉዳይ ገይርዎ ዘኒኤ ኣብዚ ሕዚ ሰዓት ኸም ዝፍለጥ ጀነራል ታደሰ ወረደ ማለት እዩ ናብ ፌደራል መንግስቲ ኸይዱ ናይ ሓደ ዓመት ሹመት ኸም ዝተቀበለ ተወሳኺ ዝፍለጥ እዩ እዚ ጉዳይ እዚ ድማ ብዙሓት ሰባት ነናቶም ሪኢቶታት እንዳሃቡ እዮም ዝርከብሉ ዘለው እስኪ ኣብዚ ህልው ኩነታት እንታይ ሓዱሽ ነገር እኒኤ ዝብሉ ቀጺልና ንስማዕዮ። ፕረዚደንት ግዝያዊ ምምሕዳር ክልል ትግራይ ዝገጥሞ ብድሆታት ከም ዘሎ ኾይኑ፣ ጀነራል ታደሰ ወረደ ኣብ ሳልስቲ ናብ ኣዲስ ኣበባ ብምኻድ ብዛዕባ ህሉው ኩነታት ትግራይ ፀብፃብ ከምዘቕረበን ከምኡ'ውን ናይ ሓደ ዓመት ሽመት ተዋሂቡ ከምዝመፀን ኣብቲ ክልል ዝረኤ ናይ ኩናት ድልየታትን ብሓፈሻ ኩነታት ክልል ትግራይ ትማሊ መብርሂ ሂቡ ነይሩ ኣብዚ ብዙሕ ሕቶታት ከምዝቐረበሉን ጋዜጠኛታት ሕቶታት ንምቕራብ ከምዝተኸልከሉን ፀኒሖም ግን ብኽንደይ ፀቕጥን ድፍኢትን ዕድል ከምዝረኸቡን ክግለፅ እንከሎ ገለ ካብቲ ሕቶታት ድማ ከምዚ ይብል ኣብ ስልጣን ካብ ትፀንሑ ንስኻን ገታቸውን ከባቢ ሰለስተ ዓመት ገይርኩም ኣለኹም ግን ድማ ዝሰራሕኹሞ ዋላ ሓደ ነገር የለን ግዝኣታዊ ሓድነትና ኣይመለስኩምን ተፈናቀልቲ ውን ኣይመለስኩምን መሰላት ትግራይ ኣይሓለኹምን ክሳብ ሕጂ ኣብ ዕፅዋን ክባን ኢና ዘለና መንእሰያትና ድማ ይጠፍኡ ኣለው እንደገና ድማ ናብ ሽዋ ከይድኩም ስልጣን ተሸኪምኩም መፂኹም ተፈናቀልቲ ውን ኣይመለስኩምን ተፈናቀልቲ ዘይመልስ ሽመት ግዝኣታዊ ሓድነት ትግራይ ዘይመልስ ሽመት እንታይ ትርጉም ኣለዎ ብልፅግና ንዝሃበኩም ሽመት እሞ ድማ ብብልፅግና ንዝተወረረ መሬት ክምለስ ኢልካ ምሕሳብ ኣይከኣልን እዩ፣ ብልጽግና እንተኾንኩም ድማ ንገሩና ክንፈልጥ ንደሊ ኢና ዝብል ሕቶታት ቀሪቡ። ከብ ተወሳኺ ስምምዕ ፕሪቶርያ እንዳሃለወ ካብ ብልጽግና ሽመት ክትቅበል ከ ኣገባብ ድዩ? ውረድ እንተተባሂልካ ክትወርድ ፍቓደኛ ዲኻ ዝብል ተወሳኺ ሕቶ ቀሪብሉ ነይሩ። ጀነራል ታደሰ ወረደ ኣብ መልሱ ድሕሪ ውዕል ፕሪቶርያ ዝተሸመ ኣነ እየ፣ ካልእ ዝተሸመ ኣካል የለን፣ ካብዚ ውረድ ዝብለን ሰብ እንተሃልዩ ድማ ኣነ ጌታቸው ኣይኮንኩን፣ ሓምሳ ዓመታት ተጋዲለ፣ ሓምሳ ዓመት ዝተጋደልኩላ ዓዲ ይኹን ሓላፍነት ገዲፈ ድማ ኣይከይድን። ኣብዚ ዝፍጠር ነገር እንተድኣ ሃልዩ ድማ ሓላፍነት ባዕሉ እቲ ነዚ ነገር ዝፈጠረ ኣካል ክኸውን እዩ ይብል ጀነራል ታደሰ ወሲኹ። ስለዚ ገለ ውረድ ገለ ደይብ ማንም ንዓይ ዘውርደኒ ኣካል የለን። ኣነ ተሸይመ ኣለኹ፣ ክቕፅል እየ ከምኡ እውን ክሰርሕ እየ። ካልእ ኣካል ካብዚ ውረድ ዝብለኒ ኣይክእልን ብምባል እዚ ድማ ነቲ ቅድሚ ኲናት ዝነበረ መንግስቲ ንምምላስ ዝግበር ላዕልን ታሕትን ምዃኑ ይፈልጥ'የ ኢሉ። እዚ ዝኸውን ዘሎ ግን ድሕሪ ካሜራ ምዃኑ ክንገልጽ ንደሊ። ኣሸይ ካብዚ ምቕፃል ማለት እዩ ፌደራል መንግስቲ ንግዝያዊ መንግስቲ ትግራይ ኣብ ዝሕዚ ሰዓት ሓደ ዓመት ተወሳኺ ናይ ስልጣን ዘመን ከምዝሃቦ ዝፍለጥ ኮይኑ ካብ ትግራይ ድማ ዝተፈላለዩ ሪኢቶታት እንዳተዋህበ እዮም ዝርከብ ዘለው እዙይ ምስ ሰምዑ ማለት እዩ። ኾይኑ ግን ኣብዚ ሕዚ እዋን ፌደራል መንግስቲ ንትግራይ ዘመሓድር ወይ ድማ ከመሓድር ዝበሎ ኣካል ሸይሙ ከም ዘሎ እውን ብናይ ባዕሉ ሚድያ እውን ገሊፅልና ኣሎ። እዚ በይናዊ ዝኾነ ውሳነ ፌዴራል መንግስቲ ውዕሊ ፕሪቶርያ ኣይፃባእን ምባል ዶ ይከኣል ይኸውን? እቲ
ጆኖሳይዳዊ ኹናት መዛዘሚኡ እቲ ናይ ፕሪቶርያ ስምምዕነት እዩ ኮይኑ። ያው እታ ናይ ፕሪቶርያ ስምምዕነት እውን ማለት ብዝኾነ ሰብ ፍቓድ ዝተረኸበት ኣይኮነትን። መላምል ብጾትካ መላምል ብጾተይ መላምል ኣሕዋትና ኣያታትና ኣሕዋትና ኣሓትና መስዋእቲ ከፊልናሉ እዩ። እዚ መስዋእቲ እዚ እዩ ነቲ ናይ ፌደራል መንግስቲ ኢዱ ጠምዚዙ እስካብ ፕሪቶርያ ዝወሰዶ ነቶም ካብ ትግራይ ተወኪሎም ብህወሓት ኣቢሎም ብህወሓት ተወኪሎም ዝኸዱ እስካብ ፕሪቶርያ ተሸኪሙ ዝወሰዶም እዚ መስዋእቲ እዚ እዩ። እስካብ ፕሪቶርያ ከይዶም ክደራደሩ ማንም ክፈቅደሎም ኣይኽእልን እቲ መስዋእቲ ተዘይኽፈል ነይሩ። ደሓር እዚ መስዋእቲ እዚ እስካብ ፕሪቶርያ ሒዝካ እንተኸይዱ ፕሪቶርያ ከይድኻ ክትስማዕማዕ ከለኻ እሞ ተወኪልካ በቲ ውድብ ተወኪልኻ ክትኸድ ከለኻ ነቶም መስዋእቲ ከፊሎም እስካብ ፕሪቶርያ ንዝወሰዱኻ ሕድሪ፣ ሕልሚ፣ ዕላማ፣ ቃልሲ ብዘይጠልም መንገዲ ክትገብሮ ህዝቢ ትግራይን ውድብ ህወሓትን ዝሃበትካ ልእኽቶ ብልክዑ ወሲድኻ ንህዝቢ ትግራይ ብዝጠቅም መንገዲ ውዒልካ ኣሲርካ ምምፃእ ምእንቲ ከኽእሉ እዩ እዚ ኹሉ ዋጋ ተኸፊሉ። ናብኡ ውን ዝተኸደ እዙይ ተሓሲቡ እዩ ግን ዘይተዓደልና ኮይና ሓደ ሓደ ግዜ ዓብዪ ዝበልካዮ ንእሽተይ ኮይኑ ትረኽቦ ኢኻ ፃድቅ ዝበልካዮ ጋኒን ኮይኑ ትረኽቦ ኢኻ ካብ ሰተ ዝወረደ ኮይኑ ክትረኽቦ ኢኻ ሓደ ሓደ ግዜ ሕማቅ ዝበልካዮ ውን ፅቡቅ ክኾን ይኽእል ናብ ፕሪቶርያ ካብቶም ዝኸዱ ኣደራደርቲ ግን ንሕና ዕድለኛታት ኣይነበርናን። ብናይ ውልቀ ስምዒቶም፣ ብናይ ውልቀ ጽልኢቶም ርእሶም ዝዞረ፣ ኢጎ ዘስከሮም ግን ድማ ዓበይቲ ሰባት ንብሎም። ኣሽረፍ ሳቶ ሃፍተይ ካብዚ ምቕጻል ማለት እዩ እስኪ ጠቕላይ ሚኒስተር ኣቢ ኣሕመድ በዚ ሎሚ ዕለት ብዛዕባ ኤርትራን ብዛዕባ ቀይሕ ባሕርን መልሲ እንዳሃበ እዩ ዝርከብ ዘሎ። ካብ ቀይሕ ባሕሪ ተፈሊኻ ምንባር ኣይከኣልን ዝብል መልሲ እንዳሃበ እዩ ዝርከብ ዘሎ። ኣሕመድ ካብ ባሕሪ ርሒቕካ ምንባር ኣይከኣልን ክብል ተዛሪቡ። ቀዳማይ ሚኒስተር ኢትዮጵያ ኣቢይ ኣሕመድ ትማሊ ምሸት ምስ መንግስታዊ ተለቪዥን ኣብ ዘካየዶ ሰፊሕ ቃለ መሕተት ንህልው ኩነታትን ኢንዱስትሪን ኢትዮጵያ ዘልዓለ ኮይኑ ቅድሚ ክልተ ሰለስተ ዓመት ንሓያላን ሃገራት ሚእትን ሰላሳን ሚልዮን ህዝቢ ዘለዋ ኢትዮጵያ ካብ ባሕሪ ርሒቓ ክትነብር ኣይትኽእልን ክብል ክሕብሮም ጸኒሐ'የ፣ ኣብዚ ሕጂ እዋን ኩሉ ዝኣመነሉ ጉዳይ ካብ ባሕሪ ርሒቕካ ምንባር ኣይከኣልን እዩ ኢሉ። ከሁለት ሶስት ዓመት በፊት ለሀያላን መንግስታት የባህር ላይ እየተፈጠረ ነው ያለው ሀገራት ለጠቅማቸውም አንዳንዴ አንተን ለመጉዳትም ሲሉ ያንን ሩት ይቆጣጠራሉ ይሄ አንሰርቴኒቲ ኣሽረፍ እታ ኣታኽልቲ ካብ ዝመቅጻል ማለት እዩ ትግራይ ምስ ኤርትራ ጀሚራቶ ዘላ ናይ ክልቲኡ ህዝብታት ርክባት ማለት እዩ ክቅጽል ከም ዝኾነት እንዳሓበረት እያ ትርከብ ዘላ። ውሳነ ሹመቱ ነዚ ንምስላጥ ሓዊ ንምእጓድ ዝተገበረ ሽርሒ ብምዃኑ ንሱ ኣብ ዝደርበዮ ዓፅሚ ኣይንመናጠልን ክብል ተዛሪቡ። ዝኾነ መድሐርሐሪ ዘይዕንድረላ፣ ብምስለኔ ዘይንመሓደረላ ትግራይ ተቐርብ ኣላ ዝበለ ኣባል ማእከላይ ኮሚቴ ህወሓት ተጋዳላይ ፍናን ኣብርሃ፣ መሰል ርእሰ ውሳነና እነረጋግፀሉ፣ ንዘላቒ ህልውና ምስ ጎረባብትና ሓቢርና እንነብረሉ ግዜ ሕጂ እዩ ኢሉ። ኣባል ማእከላይ ኮሚቴ ህወሓት ተጋዳላይ ፍናን ኣብርሃ ምስ ጋዜጣ ወይን ኣብ ዝገበሮ ፃንሒት ካብ ዘልዐሎ ነጥብታት፣ ርክብ ህዝቢ ንህዝቢ ዝምልከት ኮይኑ፣ ዝጠናኸር እምበር ንድሕሪት ዝምለስ ሰላማዊ ርክብ ህዝቢ ንህዝቢ የለን ክብል እዩ እቲ ማእከላይ ኮሚቴ ተዛሪቡ ዘሎ። ርክብ ህዝቢ ንህዝቢ ንመንግስቲ ኢትዮጵያ ሕማም ርእስን ስግኣትን ኮይኑዎ ዘሎ ህዝቢ ትግራይ መሊኡ ናይ ምጥፋእ ፕሮጀክቱ ስለዝተዓናቐፈሉ እዩ ኢሉ። ሰላማዊ ርክብ ህዝቢ ህዝቢ ንኹሉ ዝጠቅም ብምዃኑ ዝጠናኸር እምበር ንድሕሪት ዝምለስ ሰላማዊ ርክብ ህዝቢ ንህዝቢ የለን ኣይህልውን'ዩ ኢሉ። ኣብ ፖለቲካ ቀዋሚ ፈታውን ጸላእን የለን፣ ዓርኪ ኮነ መሓዛ ምምራጽ ይከኣል ይኸውን፣ ጎረቤት ግን ኣይትመርጽን ብምባል፣ ምስ ህዝብታት ዓፋር፣ ኣምሓራ፣ ሱዳን፣ ኤርትራን ሓዊሱ ምስ ካልኦት ደለይቲ ሰላም ህዝብታት ውሽጥን ዓድን ወጻእን ሓባራውን ሕውነታዊ ምሕዝነት ክፍጠር ከምዝግባእ ተዛሪቡ። እሺ ፍታውትካል ቴካ ዝመወጻል ማልቱዩ ናፍቲ ናይ መወዳእታን ኣዘራራብን ሓበሬታ ናንሳገር ከለና ማልቱዩ ኤርትራን ግብጽን ሱዳንን ቀይሕ ብሓሪ ኣመልኪቱ ሓበራዊ መርገጺ ኣዊጆ እየን ዝርከባ ዘለዋ። ወጺኡ ዘኒኦ ናይ ሰለስተኤን መግለጺ ድማ ንኢትዮጵያ ዝነቅእ ከምዝኾነ እው እንዳተሓበረ እዩ ዝርከብ ዘሎ። ሰላማት ኣሕዋት!
ኤርትራን ግብጽን ንሱዳንን ቀይሕ ባሕርን ኣመልኪተን ሓበራዊ መርገጺ ኣዊጀን ኣለዋ። ሚያዝያ ሽዱሽተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኤርትራን ግብጽን ኣብ ክልተ ኣገደስቲ ዞባዊ ጉዳያት ሱዳንን ቀይሕ ባሕርን ሓበራዊ መርገጺ ኣዊጀን ኣለዋ። እዚ ውሳነ እዚ ነቲ ኣብ ዞባና ዘሎ ፖለቲካዊ ሚዛን ዝቕይር እዩ። ክልቲኤን ሃገራት ንሉኣላውነትን ሓድነትን ሱዳን ሙሉእ ድጋፈን ብምግላፅ ካብ መንግስቲ ወፃኢ ዝኾነ ዓይነት ተመዓዳዳዊ ምምሕዳር ምምስራት ከምዘይቕበላ ኣፍሊጠን ኣለዋ። እቲ ጎንፂ ብሱዳናውያን ጥራይ ክውዳእ ከምዘለዎ እውን ኣስሚረናሉ ኣለዋ። ብዝያዳ ድማ ፀጥታን ምምሕዳርን ቀይሕ ባሕሪ ናይተን ኣብ ገማግም ባሕሪ ዘለዋ ሃገራት ጥራይ ሓላፍነት ክኸውን ከምዝግባእ ተስማዕሚዐን። እዚ ማለት ካልኦት ናይ ወጻኢ ሓይልታት ኣብ ቀይሕ ባሕሪ ኢዶም ከየእትዉ ዝዓግት መርገጺ እዩ። እዚ ናይ ኤርትራን ግብጽን ሕብረት፣ ኣብቲ ብሰንኪ ጉዳይ ወደብን ባሕርን ወጥሪ ነጊስሉ ዘሎ ቀርኒ ኣፍሪቃ ንጹር ዲፕሎማስያዊ መልእኽቲ ዘመሓላለፈ ኮይኑ ኣሎ። ሽሙ ኣፍቶ ኣትኸልቲ ናይ ሎሚ ዝነበረ ሓበሬታታት እዚኦምን ካልኦትን ነይሮም። ኣብ ቀጻሊ ብሓድሽ ሓበሬታ ሳዕ ንራኸብ። ቅድሚ እዚ ቪድዮ እዚ ምውጻኹም ኩላኹም ላይክ ምግባር ከይትርስዑ። ሰሰናዩ ጸጸብቕ የስመዐና።